ሰላም ሰላም ሰላም ኣምላኽ ንዓኻትኩም ይኹን ንኹልኹም ተኸታተልትና ናይ ኣዋር ብለስድ ፋሚሊ ቻነል ከመይ ቀኒኹም ከመይ ኣለኹም ሂወት ከመይ ኣሎ ንሕና ኣምላኽ መስገን እግዚኣብሔር ይረድኣና ኩሉ ሰላም ኣሎ ክሳብ ሕጂ ኤበንኤዘር እግዚኣብሄር ክሳዕ ኣብዚ ኣብፂሕና ኣሎ። ክብሪ ንኣምላኽ ይኹን። ከመይ ቀኒኽን ኣሕዋተይ ተኸታተልትና ብምሉእኹም ሓዳሽ ነዛ ቪድዮ ትርእይዋ ድማ ኣነ ብርኽቲ ተወልደ እየ ዝበሃል ገሊኦን እኳ ተብዝሒ የብላን እየን ግን ንሓድሽ ሰብ ዘይፈልጠካ ሓቂ ክትነገር ፅቡቅ እዩ ኣብ ስዊዘርላንድ እየ ዝነብር በዓልቲ ሓዳር እየ ኣደ ሓሙሽተ ወዳት እየ ክብሪ ንኣምላኽ ይኹን ሞያይ ድማ ነርስ ሚድዋይፍ እዩ ካብ ኣስመራ ነርሲን ስኩል ብነርስ ሚድዋይፍ ተመሪቐ ድወፃኹ ቆረታ ከም መሕረሲት ሰሪሐ ኣብ ሱዳን ከም ነርስ እያ ሕጂ እውን ከም ፍቓድ ኣምላኽ እግዚኣብሔር ዝበሎ ኣብዚ ምድሪ እውን ክኸውን እዩ ማለት እዩ ክብሪ ንኣምላኽ ነዚ ሓድሽ ዝፈልጡና ሰባት ኢለየ ተኸታተልትና ብቴንኪዩ ከጅምር ቅድም እግዚኣብሔር ይባርኽክን ቴንኪዩ ተንተባርኻና ተባርኻኒ ተተባብዓኒ እያ ምክንያቱ ሎማ ዓንቲ ንሽተ ኢሞሽናል ኮይነ መፀ ኢነሰንስ ከምዚ ልብኻ ዝመልኦ ሂወትካ ከትሪኡ ከለኻ ገለሲ ከምቲ ኣብቲ ኣርእስቲ ኢለዮ ዘለኹስ ጴንጠ ከይትገብረኪ እንዳተባሃልናስ ጴንጠ ኮይና ተረኺብና። እታ ኣርእስቲ ገሪማትክ እንትኸውን እያ ህይወተይ ይርኢ ነይረ ምስ ጎይታ ግዜ እንዳወሰድኩ ገለሲ ግረም ነይረ ሽዑኡ ኣክቹሊ ኣነ ካደ ቪድዮ ክሰርሓልክን ሓሲበ ነይረ ብዛዕባ እታ ቫይታሚን ዲ ኣይሮን ገለ ግን ብጣዕሚ ዝኻ ልበይ ከቢዱንስ ምሻሎ እዚኣ እስከ ምስአን ሼር ክገብር ኢለ ምክንያቱ ተኸታተልተይ ሞር ደቂ ኣንስትዮ እሞ ከዓ ብዙሓት ከዓ ወላ ካብ ካልእ ሃይማኖታት ኢነሰንስ ሙስሊም ካቶሊክ ኦርቶዶክስ ካልኦትን ኤንወይ ኣነ ግን ጴንጤ ከምዛ ርእስቲ ትሪያ ጴንጠ ማለት ሰዓቢ ክርስቶስ እዩ ኤንወይ ሕፅር ኣቢለ ነቲ ቃል ክትነብር ትጋደል ማለት እዩ ሃይማኖት ደይኮነሲ ክርስቲያኒቲ ኢስ ሪላሽንሽፕ ዊዝ ጋድ ፐርሰናል ሪላሽንሽፕ ናይ ግላዊ ርክብ ምስ ኣምላኽ ቴስት ትገብሮ ትጥዕሞ ትነብሮ ፊል ትገብሮ እቲ ቃል ኣባኻ ህያው እንዳኾነ ንስኻውን ኣብቲ ቃል ከምኡ ትነብሮ ናብራ ማለት እዩ ሃይማኖት ኣይኮንኩን ዝዛረብ ዘለኹ ነይረዮ ስለ ዝነበርኩ ኤንወይ ቅሩብ ክገልፅ እንደ በዚኣ እየ መፅ ግን ነተን ተተባብዓኒ ብውሽጢ ካኣ ድረኽበክን ደለኹ ጎይታ ይባረክ ቴንኪዩ ክብል እፈቱ ተደጋጋሚ ትሕተ ደላ ብዙሓት ኣሕዋተይ ናብቲ ርእስቲ ቅድሚ ምእታወይ ብዛዕባ እዚ ጥንሲ ምስዳድ ተዛሪበ እየ ክልተ ሰለስተ ቪድዮ ኣለኒ ተዘይተጋጌ ሓደሽቲ ብፍላይ ንኣሽቱ ፕሌስ ኣብቲ ቻነል ኣቲኸን ብዛዕባ ናይ ጥንሲ ብዙሕ ናይ ሓዳር ንእሽተይ ናይ ቆልዑ ላይፍ እየ ዝዛረብ ወይ ሂወት እምበር ሎሚ ሳይንስ ብዙሕ ምስ ቴክኖሎጂ መሊኡ ስለ ዘሎ ኣኡሞር ኣይፀቐጥኩ እንደለኹ ኣብቲ ናይ ውሽጢ ሂወት ሪል ላይፍ ምዝራብ ምክንያቱ እቲ ቻሌንጅ ድገብረና ዘሎ ንዕኡ ኣድረስ ክንገብሮ ክንበፅሖ ስለ ዘለና ኣው እየ ዝዛረብ ዘለኹ ሶ ኣቲ ክንረኣዮ ደላ ስቲ ቪድዮ ከማን ቅድሚ ሰለስተ ሰሙን ብዛዕባ ጥንሲ ምስዳድያ ስቲል ግን ሕተት ኣለኹ ብካልኦት ሰባት ብግለይ ድረኸብኩወን ክንሰዱ እዚ ነውሪ ይሕዋተይ ደጋጊመ ክብሎ ሓጢኣት እዩ ነውሪ እዩ ኣይትግበርኦ በዚ ትሽገራ ከዓኒ ፕሊስ ርኸባኒ ኮንታክት ግበራኒ ነተን ካልኦት ከም ድሕግዘን ክሕግዘን እየ ብርኽቲ ተወልደ ኢልክን ኣብ ፌስቡክ ብመሴንጀር ሜሴንጀር ቮይስ ስደዳለይ ብርኽቲ ሓፍተይ ብከምዚ ከምዚ ኦፍኮርስ እዳ ደንጎኹ ዲለይ እንዳገበርኩያ ንድሪኦ ምክንያቱ ምስ ሂወተይ ናብራይ ሓዳረይ ሂወተይ ቅድም ናትካ ክገብር ስለ ዘለካ ግን ኣብታ ዝረኣኹዋ ክምለሰክን እየ ደም ምፍሳስ ተሓተትክናኒ ነይርክን ገሌኽን ረኺበክን ገሌኽን ኣይረኸብኩኽንን ሶ ሕጂ እውን ሕቶታት ተለክን ብፍላይ እዚ ኢመርጀንሲ ደም ምፍሳስ ኣብ ግዜ ጥንሲ ከምዚ ጥንሲ ክሰድድ በቃ ፀላእ እውን ኣቕልኻ ስለ ደፅበልካ ስትረስ ኣቕልኻ ደፅብም ነገር ስለ ዝኾነ ፕሊስ በዚ ርኸባኒ ኢኽን ኣይ ዶንት ኖ ዋይ ተደጋጊሙ ከምኡ ኣብ ኣእምሮ ሰብ ጸላኢ ዶ ዓሪዱ ዋላ ብኸመይ ካበይ እንድመጽእ እቲ ሜንታሊቲ ንባዕሉ ካበይ እዩ ተራእዩ ኣይፈልጥን ኣይኮነን ዶ ኣብዚ ወጺእናዮ ዘለና ሃገራት ኣይኮነንሲ ወላ ወላ ኣብ ኣፍሪቃ ሲ ዝብላዕ ዘይብልካስ ቆልዓ ሲ ወሊድካስ በቃ ብዓቅምካ ለሚንካ ከማን እኮ ቆልዓ ይዓቢ እዩ ኣሕዋተይ ኣይኮነን ኣብዚ ፀባ ፓምፐር ኩሉ ኤኒዌይ ምድሪ ከለዋ ማለት እየ ስለዚ ኣነ ግን እንታይ እየ ድብሎ ሜቢ ናይ ፀላኢ ኣሰራርሓ ክኸውን ይኽእል እዩ ኤንወይ ቅርቡ ድሓር ከተንክፎ ኮነ ግን በዚኣ ኢመርጀንሲ ረኸባኒ እተን ቪድዮታት ረኣየኣ ካልእ ግን ብሓቂ ቴንኪዩ እቲ እንዳደንጎ ክትመፅኻ ዓዚዥዋል ደሓና ወርሒ ሓንሳእ ትመፅና ኣይትኣኽለኒ እያ ምክንያቱ እታ ናይ ወርሒ ሓንሳእ ግን ብዙሕ ነገር ስለ ደስልጠላ ዝርዳኣኒ ማለት እዩ ፕሊስ ሸር ግበራልና ከዓ ኣተባባዕና ሕጂ እውን ሕቶታት ደለክን ድማ ፀሓፋለይ ኣብ ኮመንት ትኽእላ ይኽን ብርኽቲ ሓፍተይ ብዛዕባ እዚኣ እንዶ ገለ በልና ወይ ከምዚኣ ስርሕልና ዓቕመይ ዝፈቕዶ ዝበፃሕክዎ ዝኽእሎ ነገር ከም ፍቓድ ኣምላኽ ሒዘዮ ክመፅእ ልዕሊ ዓቕምና ግን ሰብ ዝበፅሐ ይትገብር ኣሕዋተይ ፀሓፋለይ ካልእ እንታይ ክብል ደልየ ስለ ኩሉ ነገር ቴንኪዩ ኣምላኽ ይባርክክን ምትብባዕኽን ኣይፈለየና ኔርካ ኔርካ ምውፃእ እውን ካብቲ ሞቲቬት ትገብራ ናይ ድገብሮ እሞ እዚ እውን ይሕግዘና ይፍላይ ንሕና ኣብዚ ስዊዘርላንድ ኮንፈረንሳት ቀኒና መንፈሳዊ መግብታት ኣብኡ ብኣካል ድረኸብክዎን ነይረን ኣሕዋተይ ብጣዕሚ ሕጎስ ነይረ ናተይ ሚሽን ድሌተይ ሱ ስለ ድኾነ ሰብ ምእካብ ብዙሕ ቪዩ ምርኣይ ገለገለ ኣይኮነን ሓንቲ ሰብ ተደጊፈ እስተኹል ኣጀማምራዮ ብኡ ስለ ዝነበረ ሶ ሓንቲ ጓላ ተርእየኒ ነይራ ሓጎስ ኢለ እዚኣ ደው ኢለ በቃ እንዳፀለኹ ትቀበለኒ ኢለ ሲ ተቐቢልክኒ ብርኽቲ ሓፍተይ ኣማኺርክኒ እዚኣ ጓልኪ ኣይላ ብቃ እታ ጓል ስዕም ኣቢለያ ጓለይ እያ ከዓኪ ኣወዳት እንዲዮም ከዓ ደቀይ እዚኣ እውን ጓለይ እያ ኣምላኽ መስገን ካልኦትን ፍእቲ ጅግና ኣብ ሜድያ ከምዚ ከምዚ ከምዚ ኢልካ ምምፃእ ብስም እግዚኣብሔር ዝመፅእ ብሩኽ እዩ ኢሉ ቃል ኣምላኽ ገሊኡ ግን ከዓ ብብዙሕ ስለ ዝረአ ኤንወይ ለተባባዕክናኒ ንጽልየልኪና ድበልክና ንኣምላኽ ባረክን ምክንያቱ እዚ ንሕና ንገብሮ ምግፋሕ መንግስቲ ኣምላኽ ስለ ዝኾነ ናይ ኩልና ዕዮ እዩ እሞ ቀጽሎ ኪፕ ኦን ጎይን ንጸላል ኣሕዋተይ ንደጋገፍ ናይ ሎም መዓንቲ ኣርእስተይ ግን እስከ ህድእ ኢለ በቃ ሼር ክገብረክን ብጣዕሚ እዩ ገሪሙን እታ ርእስቲ ካበይ ወሲደያ ኣነ እየካ ዝበሃል ነይረ ኣነ ቀደም ጎይታ ኣብ ሱዳን እየ ረኺበ ኣብ ብዙሕ ቪድዮታት እየ ነጊረ ኣለኹ በቃ ብኣእምሮ ብሳይንስ ኩሉ እዚ ናይ ምድሪ ነገር ዝኣምን ኦርቶዶክስ እየ ነይረ ግን ከም ኩሉ ሰብ ድበዝሐ ኣይዶኖ ሕጂ ወላ ሕጂ እውን ግን መፅሓፍ ቅዱስ ኣይተንብብን ኢኻ ኣነ ጴንጠ ምስ ኮንኩ እየ መፅሓፍ ቅዱስ ከንብብ ጀሚረ ኣማኒት ክርስቶስ ምስ ኮንኩ እየ ግን ከም ሰብካ ጥምቀት ተኣቱ ኢኻ ቸርች መርዓ ትኸይድ ኢኻ ከምዚ ቤተ ክርስቲያን ክኸይድ ኣለኒ ልልበ ኣውዲቀ ገለ ግን ከምቲ ብዙሕ ሰብ ዝገብሮ ኣይኮናን ሕጆን ተሪእኻዮ በዓላት ነብዕል ኢና ኣውደኣመታት ሕጂ ብዙሕ ክንርኣ እና ኢና ወይ ርሑስ ኣውደኣመት ካብ ከለኹ ብዙሕ ትርኢ ኢኻ ግን በቃ ንብላዕ እዩ ንስተይ እዩ ንድረፍ እዩ ንሳዕስዕ እዩ እቲ ዕላማ ግን ከምኡ ኣይኮነን ኣሕዋተይ ኣይኮነን ሶ ከምኡ ከም ሰበይ ነይረ ዳሓረይ ግን ጎይታ ኣብ ሱዳን ረኺበ ሕጂ ኣብ ሳዋ ከለና ብጣዕሚ ንኣመንቲ ድፀልእ ነይረ ኣብ ኤርትራ ከለኹ ናተይ ፐርሰናል እየ ድዛረብ ኣነ ምስ ንዋላ ሓደ ሰብ ኣይተሓሓዝን እዩ ሽዑ መሓዛይ ግን ጴንጤያ ነይራ እግዚኣብሄር ኩሉ ግዜ ዕላማ ኣለዎ ንሰብ ኣበይ ከመይ ይረኽቦ የደንቕ እዩ ኣሰራርሑ ይገርም እዩ ሕጂ ተናኡ ድፈልጣኒ ኣብ ሱዳን ኣብ ሳዋ ኣብ ማይ ነፍሒ ሰለስት ኣብ ኮሌጅ ነርሲን ስኩል ሰለስተ ኣርባዕተ ዓይነት ብርክቲ እንድርያ ደለዋ ማለት እዩ ሕጂ መሓዛይ ጴንጠ ስለ ዝነበረት ንዓኣ ከምኡ ብልዋ እዚኣ ጓል ከይትልክመኪ ዓለማዊታ ከይትፀልወኪ ንዓይ ከዓ ንረኽቡኒ ነይሮም እዚኦም ትምህርቲ ሰንበት ዝበሃሉ ናይ ሽዑ ነይሮም ናይ ኦርቶዶክስ ከዓ እዚኣ ጴንጠ ከይትገብረኪ ካብኣ ተፈለይ ጴንጠ ከይትገብረኪ ይረኽቡኒ ነይሮም ጴንጠ ከይትገብረኪ ከማኣ ከይትኾን እዚኣ ጴንጠ እያ ገለ ንበሃል ነርናስ ሕጂ ነብስና ክንሪኣ ከለና ጴንጠ ኮይነ ተረኺበ ማለት እዩ ክብሪ ንኣምላኽ ይኹን እንቋዕ ረኸበኒ እንኳንም አገኘኝ አንተ ጌታዬ ይላ አስቴር ዘሚራላ እንኳን ርኸበኒ ሕጉስ ናብራ ክነብር ብኣምላኽ ክሕጎስ ሂወተይ ተለዊጡ ተለዊጡ እግረም ንባዕለይ ሕጂ ክግረም ስለ ዝቐንኦ እየ እዚኣ ሲ ምስ ኣሕዋተይ ሼር ክገብር ኢለ ብፍላይ ከዓ እዚኤን ናይ ሳዋ ናይ መይንፍሒ ናይ ኮሌጅ መሓዝተይ ብገለገለ ንራኸብ ቀኒና ሲ እዋይ ቤኪ በቃ ከምዚ ኮይንኪ ገለ ኢለንሲ ግረማ ነይረ ንባዕለይ ዋላ ኣነ ዘይርድኣንሲ ኮይነዮ ዘለኹ ማለት እዩ እግዚኣብሄር ብሓቂ ጎይታ የሱስ ተላ ናይ ሓቂ ናይ ሓቂ ናይ ሓቂ ምስ ኣምላኽ ተራኺብካ ተለኻ ከይተለወጥካ ሱቕ ኣይትብልን ኢኻ እዚ ቋንቋና ንባዕሉ ቋንቋና ቋንቋና ንባዕሉ ሲ ተለዊት እዩ ቀደም ድላይካ ትዛረብ ኣብ ኮሌጅ ሲ ብጣዕሚ እየ ድግረም ነርሲን ስኩል ንሽተይተይም ነይራትኒ ውዕይ ውዕይ ኢለ እየ ትምህርቲ ንፍዕቲ እየ ፅንዐ ግን ሞር በቃ ኣክቲቭ ውዕይቲ ወላ ኣብ ሳዋሲ ናይ ናይ ሃማደኤ ናይ ሃማተኤ ናይ ክፍለ ሰራዊት ናይ ደቂ ኣንስትዮ ሓላፊት ገለ ገለ እየ ነይረ ዓሰርተ ሸውዓተ ዙርያ ተናው ዝነበርክን ማለት እዩ ሽዑ በቃ ደርፊ ናይ በዓል ቆርጫጭ ሒዘ ዝድቅስ ዝነበርኩ ኣብ ኮሌጅ ነይረ ናይ ፍቕሪ ዝነበረ ሽዑ ሕጂ እኮ ዋላ ሓደ ክብሎ ይክልኒ ኩሉ ካባይ ወፂ ተረሲዑ ሕጂ ንእሽተይ ካብኡ እተን መሓዙተይ ሕጂ ገሊኤን ኣስመራ ገሊኤን ከዓ ከማይ ዝወፃ ኣለዋ ወይ በረኽቲ ዲያዘፓም መፅያ ብላን ዲያዘፓም ማለት መድሃኒት ናይ መደቀስ እዩ ከምዚ ናይ ኣእምሮ ሽግር ዘለዎም ድቃስ ደኣ ብፍላይ ኣብ ሳይኪያትሪ ኣብ ቅድስተ ማርያም ዝወስድዎ መድሃኒታት እዩ ነይሩ ኣብ ኤርትራ ከለና እውይ ድያ ዘባ መፅያ ጥቕልል ኢለ ገለ ሽዑ ከዓ ምስ ሃብቶም ከዓ ዕርክነት ገለ ነይሩኒ ኣነ ኦነስት ሓቂ እየ ዝዛረብ ምክንያቱ ሓቀኛ ምስክርነት ነብሳት የድሕን ስለ ዝብል ወላ ኣብ ክርስትና መፅ ኣብዚ ፔንተኮስታል ናይ ጴንጠ ኣቴ ዘይኮነ ካባ ክኽደን ድራማ ገለ ክሰርሕ ኣይደልን እየ ስለ ዘሎ እየ ድዛረብ ደለኹ ግን ኤኽት ሓቀኛ ሂወተይ እሳ እየ ድዛረብ ሽዑ ከምኡታት ነይረ ሕጂ ከግረም ከለኹ ደርፊ ድበሃል ኣድራሹ ይፈልጦ ነይ ቋንቋና ተቐይሩ ድሰምዖ ድዛረቦ ድሪኦ የገርመኒ ሕጂ ዝውደ ዓመታት ሲ ዋ ስለ ጎይታ የሱስ ክርስቶስ ትንሳኤ ሞት ዓርቢ ስቕለት ትንሳኤ ገለሲ እዚ ኩሉ ሳዕስዒትሲ እንታይ ማለት ይብል ነይረ ብምኽንያት ኣውደ ኣመት ብምኽንያት ፋሲካ ለይታዊ ትልሂት ብምኽንያት የገርመኒ ስለዚ እየ ከዓ ነዚ ህዝበይ ታደላህን እስከ ሼር ክገብር እግዚኣብሄር ዝዕድል ይብሎ ከምዚ ሜድያታት ኣለና ከምቲ ካልእ ኩሉ ኤክስፖዝ ኮይኑ ደሎ እቲ ክፉእ ነገርሲ እቲ ሓቂ ከዓሲ በጨቕ ከነብል እቲ ሓቂ ክንዛረብ ኢለ እየ ባይ ዘ ወይ ነዛ ቪድዮ ትሪእዋ ናብ ኩሉ ሰብ ሼር ክትገብርዋ ደስ ዝብለኒ ናብ ኩሎም ኣመንትን ዘይኣመንትን ምስ ኩሉ ከዓ ዓቕመይ ስለ ድዛረብ ብውሽጥን ብደገን ማለት እዩ ስለዚ ሂወትና ቀይር ኣቢልዎ ኣብ ሳዋ ናይ ክፍለ ሰራዊት ስለ ዝነበርኩ እዘን ኣመንቲ ሕዋተይ ሕጂ ባይብል ተኣኪበን ከንብባ ተፀኒሐን ነጊረ ደቕጽዐን ካብ ዝነበርኩ እየ ፍላይ ሓንትላ ሕጂ መዘምራን ኮይና ኣብዚ ናይ ኣሜሪካ ቸርች ሓንቲ ቸርች ይርያ እታ ጓል ኢየሱስ ጎይታ ኢላ በጥ ትብል ነይራ እዚኣ ክጠፍእ ኣለዋ እዚኣ እታ ናቶም እብል ነይረ ወይ እሳ እግዚኣብሔር ረድ ኢልዋ ደሓን ኮይና ኣሕዋ ተኣኪባ ቃል ሼር ትገብር ተጸሊ ናይ እግዚኣብሔር ስራሕ ትሰርሕ ነበረት እያ ግን ተዳ ዕውር ኮንካ ህዝበይ ሰኣን ፍልጠት ይጠፍእ ኣሎ ዝብሎ ገዛ እዛ ዓለም እዚኣ ሲ ነቶም ዘይኣምኑስ ኣእምሮኦም ኩሉ ዕዊርዎ ኣለይ ድብል ቃል ኣምላኽ ተዓዊርካ ፅቡቅ ትገብር ዘለካ እዩ ድመስለካ ነዘን ኣሕዋተይ ይቕጥቀጣ ማይ ኣጠልቅዮም በጥ የብልወን ይቕፅዓ ብዙሕ ነገር ይኸውን ነይሩ ኣነ ሽዑ በቃ ኦርቶዶክስ እየ ኣነ ናይ ናይ ሳዋ ናይ ክፍለ ስራት ወይ ሕጂ ክትሪኦ እኮ ድሕፍር እዩ እቲ ናይ ትማሊ ክንዝክሮስ ክንደይ ድሕፍር ድብሎ ቃል እግዚኣብሔር ወላ ፍሽኽ እንዳበልኩ ተኾነ ኣሕዋተይ ናይ ልበይ ሓቂ ነገር ስለ ዘለኹ ነቲ ድምልከቶ ግን እታ ተልእካ ተልእኪኪ ክትወስዲ ደስ ዝብለኒ ማለት እዩ ጸልማት የስራሓና ነይሩ ሽዑ ጴንጠ ማለት ዘይሓስቡ ዘይመሃሩ ወይ ከዓ ሽዑ ዋላ እቶም ዝነፍዑስ ጴንጠ እየ ነይሮም ቱ ቢ ኦነስት ሕጂ ንዓይ እታ መሓዛይ ዕልልታያ ሽማይ ሽም መራ ድፈትዋ መሓዝያ ኣሜሪካ ኣላ ብኩር ወደይ ድሕረሰትን ምታ ድሓርሰላ ሆስፒታል ካብ ሳዋ ካብቲ ኮሌጅ ነርሲ ናሃና ቀዳሚት እያ ወፅያ ወላ ሕጂ ኩልኹም ኦነስትሊ ሓቂ እቶም ተምሃሮ ናይ ሽዑ ነበርና ራእይዎም እቶም ናይ ሽዑ ኣመንቲ ጴንጠ እቶም ዝነፍዑ ተምሃሮ እዮም ነይሮም ኣብ ኣስመራ ኣብ መዲስን እንድሕር ኢና ኣብቶም ዶኳትር ኣብ ነርሳት ኣባና ላቦራቶሪ ፋርማሲ ብምሉኦም ማለት እዩ ምክንያቱ እቲ ርእሲ እምበር ጭራይ ትኸውን ኢኻ ዝበለ ኣምላኽ ስለ ድሓዙ ቀዳማይ እምበር ዳሕራይ ትኸውንን ኢኻ መቸም ክርስቶስ ሒዙ ንድሕሪት ተርፍ የለን እንዲዩ ሕጂ ዳ ጥዒምናዮ እንዲና ሽዕና ደይ ጣዕምና ነርና ብጣዕሚ ንፉዓት ነይሮም ግን ንሕና ከ በቃ እዚኦም ዶ ይእዘዙ ከምዚ ድኾነ ኤኒወይ ምስ ፖለቲካን ገለን ከዓ ከይተተሓዝለ እቲ ዓቕመ እየ ክዛረብ መፅእ በዚ ነይርና ሽዑ ንዓይ ጴንጠ ከይትገብረኪ ካብዚኣ ተፈለይ ተፈለይ ሳዋ መሓዛይ ነይራ ማይ ነፍሒ መሓዛይ ነይራ ሰለስተ ዓመት ኣብ ኮሌጅ መመረቕታ ናተይ ባፅዕ ክገብር ናብ ስድራይ ምስ ከድኩ ካብ ኣስመራ ምሳይ ከይዳ ኣነ ብሽዑ እኮ ዓለማዊት እየ ምምርቕተ እኮ ብመዓት ጓይላ ብመዓት ደርፊ ብመዓት ገለ እዩ ሓሊፉ እሳ ግን በቃ ከምዚኣ ኢላ ኣብኡ ዋው ሃሌሉያ እቲ መፅሓፍ ቅዱስ ኣብቲ ናቶም ዕያግ ናቶም ነገር ከይኣተኻሲ ግን ህይወት ምርኣይ ማለት እዩ ምሳና ኣላ ግን ምሳና ኣይኮነት ኣይገርምን ሕጂ ኣነ ብጣዕሚ እየ ድግረም እቲ ናይ መመረቕታይ ብምሉኡ ብመዝሙር ኣቐይረ እየ ሱዳን ከለኹ ብመዝሙር እየ ኣቐይረ እዮ ሕጂ ክሰማዕ ንደርፊ ኣይክእልን ኣይክእልን እየ ኣይክእልን እየ ክሰምዕ በቃ ሽዑ ግን እግረም ነይረ በቃ ንስዕስዓሉ እቲ ኩሉ ምንቅጽጻይ ትገለመለ ገለ ሕጂ እውን ኣብ ደርፍን ኣብ ዳንኬራን ኣብ ካልእን ዘለና ሓደሽቲ ብሓቂ ጎይታ ዘይትፈልጣ ኣሕዋተይ ንኣሽቱ ኣብዚ ኤሮጳታት ኣሜሪካ ካናዳ ደለኽን እዚ በቃ በዚታት ተሓልፋ ደርፍን ካልእን ካልእን ካብኡ ድበልፅ ድወዳደር ከማን ደይኮነሲ ሓቂ ድኾነ ህይወት ኣሎ ናብዚ ህይወት ንዕነ ኣብኡ ከለኹ እየ ማለት እዩ ኣነ ህይወተይ ተለዊጡ ቋንቋይ ተለዊጡ ብዙሕ ነገር ኣሎ ብውሽጢ እውን ክልወጥ ዘለኒ ከምቲ ጳውሎስ ኣብ ሮሜ ሸውዓተ ድበሎ ካልእ ኣብ ስጋይ ሓጢኣት እገዝእ እብል ካራክተርካ ክቕይር ባህሪኻ ባህሪ ኣምላኽ ሓልኹም ድብለና እሱታት ገና እንዳተሰራሕካ ደ ሞር ዩ ክሎስ ቱ ጋድ ደሞ እቲ ናትካ ሽግራት ናብ ኣምላክ ከም መጠን እንዳቐረብካዮ ናትካ እንዳረኣኻ እሱ እንዳንጽሃካ ናባኻ እንዳቐረበ ከምኡ ከምቲ ወንጌል ዮሃንስ ዓሰርተ ሓሙሽተ ውን ኢሉ ደሎ ትጉን ደኣ እቲ ጨንፈር ስኻትኩም ኢኹም እቲ ናባይ ድመጽእ ይጭብጨቦ ምእንቲ ክፈርድ ዝብለና ከምኡ እንዳግ ግን ክሪኣ ተማሊ ታብርኽትሲ ኣተዓባብያ ይሪኦ ኣብ ኮሌጅ ዝነበረኒ ኣብ ሳዋ ነበረኒ ሂወት ወላ ኣብ ሱዳን ሱዳን ተመሪቐ ነርስ ኣምላኽ ከዓ ዘገርመና ኣነሲ እተን ምሳይ ደበንስ ጴንጠ ኣብ ሱዳን ከዓ ምሳይ ትሰርሕ ነበረት ሽወደን ኣላ ሕጂ ሜሪ ሽማ ብኣጋጣሚ እውን እዛ ቪድዮ ተሪኣታ በቃ ናይት ኣለና ሽፍት ክሳዕ ፍርቂ ለይቲ ሰዓት ሓደ መድሃኒት ንዕድል ክልተ ሲስተራት ተደ ዓሰርተ ፍሎር ኣሎ ዓሰርተ ሕሙማት ኮሊልና ኩሉ ምስ ወዳእና መንፈሰን ህዱኣት ብሩኻት በቃ ደስ ትብላኒ ቤኪየ ትብለኒ ንሽተይ ቃል ኣምላኽ ዶ ክነንብብ ኣብ ባይብላ ባይብላስ ኣብ ቦርሳ ኣሎ ኣነ ባይብል ትበሃል ኣይፈልጦን እየ ሳብ ሕጂ ሓቂ ንምዝራብ ሕጂ እውን ባይብል ትበሃል ዘይትፈልጣ ኣሕዋተይ መፅሓፍ ቅዱስ ገንፂልክን ቃል ኣምላኽ ዘይተንብባ ተሸዊድክን ኣለኽን ንዕነ ባዕልኽን መፅሓፍ ቅዱስ ገንፂልክን ኣንብባ ኣነ የንብብንየ ቦርሳይ ዘለኑይ ኮስሞቲክሰይ ገለይ ገለ ዘለኒየ መልየ ደለኹ ኤንወይ እሳ ከዓ እቲ ዘለዋ ኣብቲ ቦርሳ ሒዛ ንእሽተይ ኣታ ባይብላ ከማን ዝከረኒ ኣውፅያ ተንብበልና እምሰጥ ካበይኣ ተምፅኦ እንታይ እዩ ሽዑ ኦነስትሊ ብዛዕባ ሰብኣይን ሰበይትን ብዛዕባ ኪዳን ብዛዕባ ሓዳር ኣብ ቀዳማይ ቆሮንጦስ ምዕራፍ ሸውዓተ ዘሎ ገለ ሕጂ ኮይነ ክሪኦ ክትዛረበኒ ከላ ልበይ ይውቃዕ ነይረ እሞ ሽዑ ሓቂ ነጊረያ ንሕና እኮ ከምዚ ኢልና ኢና ብፍቕሪ ኢና መፂና ስድራ ከምዚ ተቐበሉናን ድሕሪኡ ከምዚ ኮይኑ ከምዚ ኮይኑ ብርኽቲ ሓፍተይ ኣነ ድማ ዝገርመንሲ ተንዲ ቀርባንስ ዋጋ ድኸፍላለይ ቃል ኪዳን ክትኣስሩ ኣለኩም ደሓን ኣብ ዝደለኽዮ ኣብቲ ተኣምንዮስ ግን ቃል ኪዳን ስርዓት ኣምላኽ እዩሞ ክትኣስሩ ኣለኩም ብዝብል ኣምላኽ ኣብ ዘለኽዮ ይባርኽ ከሚራ ሓፍተይ ቴንኪዩ ዩ ዲድ ሎት ኢን ማይ ላይፍ ሪሊ ከምኡ ብምባላ ብዙሕ ደጊፋትኒ ሓቂ ክፈልጥ ጌራንዋ እንታይ ትብሊ እዚ ሕጂ ዝሙት እዩ ብደይ ኪዳን ዝንበር ቃል ኪዳን ከይገበርካ ዝግበር ሓዳር ዝውለድ ሁሉ ዝሙት እዩ ዋይ ሞታ ክንገብር ናይ ቃል ኪዳን ኣብቲ ናተይ ኣነ ኦርቶዶክስ እየ ነይረ ኢለኩም እንዳ ሚካኤል ኣብ ሱዳን የቃል ኪዳን ኣሲረ ኣብቲ ዳኣሰርክዎ ምሳይ መሓዛ ኮይና ውዒላ እሳ ከዓ ጴንጠያ እቶም ሽዑ ዝሰበኹ ኣቦ ከዓ እንታይ ሰቢኾም ኣብቲ ቪድዮና ወላ ኣሎ ንጴንጠ ዝፀርፍ መቸም ካህን ቃል ኣምላኽ እዩ ክዛረብ ዘለዎ እምበር ካልእ ኣይኮነን ቃል እግዚኣብሔር ክሰብኽ ደሎ እዞም ስድታት እዞም ወለዶም ደእዘዙ እዞም ከምዚ እዞም ሃይማኖቶም ደየኽብሩ ካብኦም ተጠንቅቑ ኣናኻ ንኣርያ ሶሪ ሜራ ሓፍተይ ኖኖ ሶኬ ኦ ሃሌሉያ ዘገርም ህይወት እዩ ህጅስ ክሳዕ እታ ናተይ ዋጋ ከፊለ እልልታ ማሓዛይ ሜሪ መሳርሕተይ ሓፍተይ ማሓዛይ ደስ ዝብለኒ በዚ ኩሉ ሓሊፍና ሕጂ ነብሰይ ክሪኣ ንዓኽን ከማነይ ብሜድያ መጽየ ምሽ ንዝቐርበና ኣብ ቸርቸይ ንጎረባብተይ ንሕዋተይ በቃ ብሜድያ ከማንሲ ሼር ዘይገብሩ እዚ ሓቂ እዚ እዚ ብርሃን እዚ እዚ ህይወተይ ዝለወጠ ራይት ናው ኣሕዋተይ ናይ ሓቂ ናይ ልቦ ነግረክን ሕጂ ተትሞቲ እንታይ ትኾን እንተትብላኒ ፍርሒ ናይ ሞት የብለይን ሕጂ ተዝመውት ደስ ዝብለኒ ናበይ ናብቲ ዘድሓነኒ ስለይ ዝተሰቐለ ኣብ መስቀል ስለይ ዝሞተ ዝተንስአ ኢየሱስ ገጹ ክርኢ ይኸይድ ሓንሳብ ምስ ሰብኣየይ ምስ ሃብቶም ንዘራረብ ዋይ ሰብ ጎይታ ተረኺቡ ስለምንታይ ኣብዚ ምድሪ ኮፍ ብል እብሎ ዘይከይድ ሕጂ ዓለም ረኣይኣ ከመይ ነውፅ ኣሎ ሜድያታት ሕጂ ኣነ ወላ ናይ መንፈሳዊ እንዳረእኻ ካብ ስብከት ናብ ስብከት ካብ መዝሙር ናብ ዝር ክትውዕል ተውዒልካ ውላ ሓደ ወላ ሱኒ ቻሌንጅ ገብረካ ግደፎ እቲ ካልእ ዓለም እሞ እቲ ፀርፊ እቲ ካልእ እቲ ካልእ እዚ ናይቲ ናይቲ ድበሃሃልዎ ስሞ ካልእ ዓለም እንድዩ ክፃወሮ ከማን ኣይክእልኒ ኣነ ዲስታንስ ይሓለየ ናብ ሚድያ ደቕርብ ፒክ ገይረ ድርኢ ድሰምዕ ማለት እዩ ግን ምኻድ ሓይሽ ብሎ ከምቲ ጳውሎስ ድበላ መፅሓፍ ቅዱስ ንዓይሲ ምኻድ መሓሸኒ ኢልዎም በቃ እንተለኹ ግን ንዓኹም ይትረብ ሓይልሽ ኣይ ከተሃድሚ ደልዮ ደቅና ከመን ክዕብየልና ገለብለኒ ግን ዝናፍቆ ቱ ቢ ኦነስት እቲ ድመጽእ ዘሎ እኮ ኩሉ ዘፍርሕ እዩ በቃ እንታይ ጽቡቕ ነገር ኣሎ ኣብ ምድሪ እ? በቃ ኩሉ እቲ ተባሂሉ ዘሎ ኩናት ሕማማት ፊራ እንታይ እንታይ ጽቡቕ ኣሎ ኣሕዋት ሕጂ ወላ እቲ ጎይታ ክመጽእ ክወስደና ድሕሪኡ ዘሎ መከራታት ሕጂ ድኸይድ እኮ እግዚኣብሔር ዝረዶ እዩ ብእዋኑ ዝእከብ ኣነ ናይ ልበይ ሓቀይ እነግራኩም ደለኹ ጎይታ የሱስ ካብ ዝረክብ መዓልቲ ንሞት ፈሪሐ ኣይፈልጥን እየ ግንከ ከምቲ ቃል ኣምላኽ ተጻሒፉ ደሎ በቃ ኣቦታትናሲ ዕድመ ጸጊቦም ክብረት ሃብቲ ጸጊቦም ምስ ኣቦታቶም ተጠርነፉ ብለካ ወላ እቲ ቃል ኣምላኽ ደቅኻ ደቂ ደቅኻ ክትርኢኻ ነዊሕ ዕድመ ከጽግበካ የብለካ በዓል መዝሙር ዳዊት ቴስዓን ሓደን እቲ ናይ እግዚኣብሄር ሓሳብ ኣብ ህይወትካ ክፍጸም እንተለና ከኣ ከምዚ ንኻልኦት ንዓኻ ኮይንካ ንኻልኦት ከኣ ጎይታሲ ንሃዋርያት ምስ ኣከቦምሲ መወዳእታ እንታይ ኢልዎም ኪዱ ናብ ሙሉእ ዓለም ወንጌል ስበኽ እዚ ኮይን ዳይሬክት ወንጌል እዩ ወንጌል መንግስቲ ኣምላኽ ኢና ንዛረብ ዘለና ኣማኒ ሓቀኛ ክርስትያን ንወንጌል ስለ ዝነብሮ ማለት እዩ ሕጂ ንዕላማ ኣምላኽ በዓሉ ደልዩ ክሳዕ ዕዩኡ ዝውድእ ስርሑ ዝውድእ ተተሒዙካ ጎይታ ምስ ረኸበ ባው ኢሉ ክኸይድ ትድበለፅ እንታይ እሞ ተርፈካ ሓቂ ንምዝረብ ኣነ እዚ እቲ ናተይ ፅምኣት ድሌት ግንከ ከምቲ ሃብቶም ቻሌንጅ ድገብረኒ ክንዘራረብ ከለና ንዕላማ ኣምላኽ ነቢርና ከምቲ ዳዊት ብዘመኑ በቃ ፍቓድ እግዚኣብሄር ኣገልጊሉ ነቢሩ ዝሓለፈ ከምኡ ከኣ ንሕና ክንከውን እግዚኣብሔር ክሳዕ መወዳእታ ክረድኣና እዩ ጽምኣተይ ግን እዚ እዩ ኣማኒ ተሓዋዊሱ ክነብር የብሉን ኣሕዋተይ እግረም ኢኻ ኣብቲ ንሃና ሕጂ ተመፂ ካብቲ ቸርች ኣብቲ ፔንተኮስታል ገሊኡ ደገ ኣማኒ ምዃኑ ዘይፍለጥ ዋዚኣ ከ ኣማኒ ድያ እዚ ከ ኣማኒ ድዩ ህይወቶም ገሊኦም ካብቶም ዓለማውያን ዓለማዊ ማለትሲ ንጎይታ የሱስ ብናይ ግሉ ዘይተቐበለ ከም ቃል ኣምላኽ ዘይነብር ኣብ ህይወቱሲ ጎይታ ደይሸሞ ማለት እዩ እምበር ድኻም የለን ገለ ይበልኩን ኣማኒ ከለኻ እውን ክትወድቕ ትኽእል ባክ ክትገብር ትኽእል ክትደክም ትኽእል ብዙሕ ከጋጥም ይኽእል እዩ ግን ተሓፍኡ ዝነብር ሰብ ኣሎ ኣብ ቸርች ኣገልጋሊት እያ ወይ ኣገልጋሊ እዩ ኣብ ደገ ኻዓ ጭው ዝበለ ካብቶም ዘይኣምኑ ዝገደደ ኻዓ ትርኢ ኢኻ ግን ካዓ ኣይትግረምን ኢኻ መፅሓፍ ቅዱስ ከምኡ ፅሒፉልና ኣሎ ኣብ በዓል ጢሞቴዎስ ዘሎ መፅሓፍ ቅዱስ እሲ ካልኣይ ጢሞቴዎስ እንተሪእና ናይ ክብሪ ቃሓ ኣሎ ናይ ውርደት ኣቃሓ ኣሎ ንቤት ዝጠቅም ኣሎ ንቤት ዘፅርፍ ኣሎ ሕጂ ካበይና ኢኻ ክትከውን ደለካ ወይ ዘለካ ሂወትካ ምርኣይ እዩ እምበረይ ስለ ዘሎስ ኣይትግረም ግን በጃኽን ኣሕዋተይ ከዓ ወላ ኣወዳት ክርስቶስ ሒዝካ ንድሕሪት የለን ክርስቶስ ሒዝካ ምፍራሕ የለን ክርስቶስ ሒዝካ ምሕፋር የለን ኣነስ ብወንጌል ኣይሓፍርን ኢሉ በቃ ጳውሎስ ኣነ ወላ ሕጂ ኣይሓፍርን እየ ስለ ክርስቶስ እሱ ከማን ስለይ ኣይሓፍርን እሱ ከማን ስለይ ኢሉሲ ክብረቱ ኩሉ ሓዲጉ ካብ ሰማይ ወሪዱ ካብ ድንግል ማርያም ተወሊዱ ስለ ኣብ መስቀል ቀራንዮ ጎይታ ደሕለፎስ ኣነ ከማንሲ በቃ ከምቲ ጳውሎስ ዝበሎ ነቲ ዝረኸበኒ ኣምላኽ ክረኽቦ ጎይ ኣለኹ ዝበለ ክርከበሉ ነቲ ዝረኸበኒ ኣምላኽ ክረኽቦ ዝበለ ከምኡ ከማን ገና ኣይኮንኩን ኣይኮንኩን ገና እደሊ ኣለኹ ፀማ ኣለኹ ካልእ ፅምኣት የብለይን እዚ እቲ ናይ ህይወት ክርስትና ስለዚ ካልእ ኮይና ይንበር ብወንጌል ኣይንሓፍር ርእስና ንግለጽ ሓቀኛ ድኻም ከልወካ ኸእል እዩ ባክ ጌርካ ወይ ዝኾነ ግን ንየሱስ ወላ ኣብቲ እንዳ መስተ ኮይኖም ኣብቲ ዝወደቕዎ ሲ ጂሰስ ኢዝ ሎርድ ብሉ ንየሱስ ድምስክሩ እሱ እቲ ሓቂ እሱ እቲ መንገዲ ካልእ የለን ኢሎም ድዛረቡ ብዙሓት እዮም ስለዚ ከምኡ ንኹን ንሰብ ኣይነሽካዓዮ እቲ ዝበለፀ ብህይወትና ከልለ እንድዩ ክንነብሮ ምሽ ከም በዓል ንጴጥሮስ ዝፈለጥዎ እዚ ምስኦም ነይሩ እዩ ንስኻ በዘራርባኻ ትፍለጥ ኣለኻ እንዳተባሃሉ ዝተፈለጡ ክኾነልና ብፍሬና በካይዳና ብህይወትና ፅቡቅ ኣይኮነን ግን ኮንፈስ ንገብሮ ከማን መድሓኒ የሱስ ምዃኑ ክንነግር ኣብ ስራሕና ኣብ ጎረባብትና ኣብቲ ንነብሮ ቦታ ኣብ ንኣትዎ ንወፆ ኩሉ ምምልላስና ካብኡ ገደደ ከዓኒሲ ንዕኦም መሲልና ወይ ንኣምላኽና ፅርፍና ክንከይድ ኣሕዋተይ ፍቓድ ኣምላኽ ኣይኮነን፣ ጽቡቅ ከኣ ኣይኮነን። ካብታ ንእሽተይ ሓፍትኽን ብርኽቲ እያ ማለት እዩ እዚ ሓሳብ። ስለዚ ኣነ ህይወተይ ርኤ ተገሪመ፣ በቃ ተገሪመ። እግዚኣብሄር ኣነ ንዕኡ ከይፈለጥኩ ወይ ከይተቐበልክዎ ከለኹ ኣመንቲ ኣሕዋት ሰደለይ ነይሩ። ሕጂ ከዓ ንዓይ ንብዙሓት ንኣሕዋተይ ከዓ ንብዙሓት ከምኡ እግዚኣብሔር ይገብረኒ ይርኢ ብኡ ከዓ ደስ ዝብለኒ ግን ክግረም እዋይ ብርኽቲ እዋይ በረኽቲ ትማሊ በቃ ኣብ መመረቕታና ሲ ተዘይተጋጊ ኣብ ኣበዮም ገይሮምና ኤክስፖ ድዩ ወይስ ኣበዩ ናይ ድራር ግዜ ነይሩና ትፈልጦ ወይ ድዘከርከን ፀሓፋ ለይኽን ወላ ብግል መሴንጀር ገለ ኣይደኖ መቸም ረሲዐዮ ግን ደረፍቲ ተዓዲሞም መፂኦም ሲ በዓል ቆርጫጭ መፂኦም ነይሮም ሸኣብ ደርፊ ባይዘወይ ደረፍቲ Come to Jesus ደረፍቲ ዓድና ንዑ ናብ ክርስቶስ ነቲ ዝፈጠረኩም ነቲ እግዚኣብሄር ቅድሚ ምምስራት ዓለም ዝመደበኩም ዕላማ ኣምላኽ ናብቲ ናይ ህይወትኩም ምንጪ ህይወት ተመለሱ ኣብኡ ከለኹ ማለት እዩ ምስ መፁስ በቃ ኣብቲ ስቴጅ ደይብካ ምስኦም ምስዕሳዕ ክብሪ እንዲና ወሲድናዮ ስእልታት ኣለ ንክሳዕ ሕጂ ክረም ትማለ ክሪኦ ደይብና ኣብቲ ስቴጅ ምስኦም ሳዕስዕና ገለ ክብረት እዩ ኮዚ ገሊኦም ኣመንቲ እኮ ይመፁ ኣብቲ ኣምላኽ ደይከብረሉ ሳይ እሞ ክገብሩ ከዱ ኣነ ወላ ሕጂ ኣብ ጓይላ ኣብ ደርፊ ኣብ ገለመለ ኣይከይድን እየ እንታይ ክገብር ክኸይድ እንታይ ስራሕ ኣለኒ ማለትሲ ኣይክእልን እየ ክሰምዕ ክርኢ እንታይ ክገብር እሞ ክእል ሽዑ ግን ንሕና በቃ እንታይ ኢሉ እቲ ነውሮም እሲ ክብረቶም ኢሉ መፅሓፍ ቅዱስ ሕጂ በቃ ምስኦም ደይብና ኣብቲ ስቴጅ ምስዕሳዕናሲ ክብረት ወሲድና ግን ሕጂ ክትሪኦ ድሕፍር እዩ ስለዚ ኣሕዋተይ ካብ ዝሕፍር ሂወት ንውፃእ እዚ ጥንሲ ምስዳድ ድሓር ከልዕል እዩ ድበልኩን እዚታት ክብረት ኮይኑ ወይ ከምዚ ምዕባለ ኮይኑ ወይ ገለ ኮይኑ ዝስማዓካ ሂወትካ ራይት ወይ ከይመራሕካ ዝመፅእ ትገብሮ ነገር ሲ ዝሕፍር እዩ ብፍላይ ነገራት ሂወትካ ኩሉ ናብራኻ ብዓይኒ ኣምላኽ ብቃል ኣምላኽ ክትሪኦ ከለኻ ብጣዕሚ ደሰንብድ ኣሕዋት እዩ ሕጂ እተን ከምኡ ድኸብደክን ዋላ ዝሂዱ ደሎ ናብ ጥንሲ ምስዳድ ናብ ዝሙት ኣቦርሽን እዚ ከይተመርዕኻ ካብቲ ሓደ ወዲ ናብቲ ሓደ ወዲ ሕዋተይ ብዙሕ ምቅያር ወሊድካ ናብቲ ሓደ ምኻድ ኩሉ ናቱ ፍረ ኣለዎ ከቢድ እዩ ከዓ ዋጋ የኽፍለካ እዩ ስለዚ ካብዚ ህደማ ናብቲ ቃሉ ምፃ ናብ ክርስቶስ ከም ቃሉ ህይወት ክንምርሓ ሽዑ ነብስኽን ዓሪፋ ክትነብር ዓሪፋ ኣብዚ ምድሪ ብምንም ነገር ወላ ሓንቲ ነብስና ክትዓርፍ ኣይትኽእልን እያ ነብሲ ኣይትዓርፍ በቃ ወላ ሓንቲ ሓንቲ ክትዓርፍ ትኽእል ሓዲእኻ ኣብ ትሕቲ እግሩ ምስ ጎይታ ክትነብር ከለኻ ነብስኻ ትዓርፍ በቃ ነገር እኮ ይስለጥ ኣይስለጥ ብዙሕ ሽግር እኮ ኣሎ ኣብ ከባቢካ ኣብ ሂወትካ ብዙሕ ነገር ኣሎ ግን በቃ ነብስካ ሃዲኣ ኣብ ጎይታኣ ትነብር ማለት እዩ ስለዚ እተን ንጎይታ የሱስ ዘይትፈልጣ ዘይትፈልጡ ሕዋተይ ካምቱ ጂሰስ ናብ ክርስቶስ ምፁ ንሱ'ዩ ህይወት፣ እሱ'ዩ ሓቂ፣ እሱ'ዩ መንገዲ። ብዘኩኡ ዋላ ሓደ ናብ ኣቦ ድኸይድ የለን። ምኻድ ጥራሕ ደይኮነ ኣብ ምድሪ እውን ሓቀኛ ሰላም፣ ሓቀኛ ዕረፍቲ፣ ሓቀኛ ሓጎስ ዝህብ የሱስ ክርስቶስ ወዲ ኣምላኽ በይኑ በይኑ ውል ሓንቲ ከይወሰካ እሱ ይደርፈካ ዳስዋይ መፅሓፍ ቅዱስና ኣብ ፊሊፒ ርባዕተ ርባዕተ ብጎይታ ደቂ ድፈትውዋ ጠቕሲ ብጎይታ ተሓጎሱ ደጊመ ተሓጎሱ ብለኩም ኣሎ ብጎይታ ተዘይተሓጒስካ ኣብ ዙርያኻ ዘሎ ነገር ወላ ሓደ ተሐጉስ የለን ዘይተምሃረ ክመሃር ኢሉ ምስተመረቐ ብኡ ኣይሕጎስ ዘይተመርዓወ ክምርዓወ ኢሉ ምስ ተመርዓወ ብኡ ኣይሕጎስ ደይ ወለደ ክወልድ ኢሉ ምስ ወለደ ብኡ ኣይሕጎስ ኢነ ሰልስታይ ማለት እየ ከምዚ ጠዊኹም ከይትርድኡኒ ኩሉ ዝበና እግዚኣብሔር በረኸትና እዩ ሓዳር በረኸት እዩ ውሉድ በረኸት እዩ ኣእምሮኻ ባሪኹልካ ክትመሃር ፅቡቅ ህይወት ኩሉ እዚ በረኸት ኣምላኽ ግን ቅድም መንግስቱን ጽድቁን ድለዩ እሞ ሽዑ ኩሉ ክስዕበኩም እዩ ድብል ካብቲ ድስዕብ እዩ ደኣ እምበር እዞም ነገራት እዚኦም ሓጎስ ኣይብኻን እዮም ነይበር ብሰብኣይካ ጥራሕ ኣይትሕጎስ ብደቅኻ ኣይትሕጎስ ብሞያኻ ኣይትሕጎስ ኣብ ኤሮጳ ምምፃእኻ ብኡ ኣይትሕጎስ ብወላ ሓደ ኣይትሕጎስን ኢኻ ሰብ ኣብ ዝሃለወ ይሃሉ ክሕጎሶ ዝኽእል ብክርስቶስ ውድ ህያው ኣምላኽ ጥራይ ብእግዚኣብሔር ኣምላኽ ኤሮጳ መፂኻ ይገደካ መዓት ቻሌንጁ መዓት ቻሌንጅ ሱዳን ከማን ከለና እሲ በቃ እንደ ንዓይሲ መንፈሳዊ ህይወት የወላ ኩል ነገር ኢንወይ ኣብ ሱዳን ንጥዕመን ነይረ ኢንወይ ከምዚ ምጀመርኩ እዛ ቪዲዮ ሞር ከይዳላ ልዕሊ ፍርቂ ሰዓት ከዓ ከይትበዝሓኩም ከይትበዝሓክን ሎ መዓልቲ እዚኣ ልበይ ስለ ድደረኸትኒያ በቃ ሼር ክገብረኩም መፅየ ጴንጠ ከይትገብረኪ እንዳተባሃልና ኮይንና ተረኺብና ንዑ ምሳና ሕበሩ ኩኑ ከኣ ንብል ኣለና ሓቀኛ ጴንጠታት ሓሰውቲ ጴንጠታት ውን ስለ ዘሎ ዋላ ኣብ ቤት ኣምላኽ እምበሩ መላለሱ ነቲ ቃል ዘይነብሮ ተኮይኑ ሰብ ወይ ከዓ ከም መፅሓፍ ቅዱስ ንለሎ ሓሰውቲ ነቢያት ሓሰውቲ ክርስትያን ሓሰውቲ ጴንጠ ውን ስለ ደለው እሶም ደይኮና ሓቀኛ ብፍሪኦም ዝልለዩ፣ ብሂወቶም፣ ብናብርኦም፣ በቲ ኣብ ከባቢኦም ዘሎ ዝምስከረሎም መስካሪና እግዚኣብሔር እንዲ ዝዓበየ ግን ትነብረሉ ማሕበር ትኸደሉ ማሕበር ኩሉ እዚታት ንሰብሲ ምስክርነት ህብ እሞ ሓወተይ ናብቲ ሓቀኛ ኣምላኽን ናብቶም ሓቀኛ ኣመንቲ ሰዓብቲ ክርስቶስን ንዑ ክብል እዚኣ ኢለ እየ መፅኤ ኣምላኽ ሰማይ ይባርኽኩም። ሕጂ ወይዘር ጽቡቅ መጺኡ ኣሎ ኣሕዋተይ ከ እንጂ ግበሮ ምስ ደቅና ውጽእ ውጽእ ውጽእ ውጽእ ናብዚ ጽቡቅ ወይዘር ናብ ምሕንባስና ናብ ምጥብባስና ናብ ደገ ደገ ኣነ ከምኡ እየ ዝፈቱ እዚ ሳመር ግዜ ይበጽሐ- ይመጸና ስለ ዘሎ ላይፍ እውን እንጆይ ንግበር ብዓብዩ ግን ምስ ኣምላኽ ዘለና ሂወት ኢንጆይ ንግበሮ ኣምላኽ ይባርክን ክሰርሓልክን ትደልዮ ቪድዮታት ኣብ ኮመንት ፀሓፋለይ ምትብባዕኽን ሼር ምግባር ላይክ ከዓ ግበራ ላይክ ግበራ ናብ ካልእ ክበፅሕ ኣብቲ ፀልማት ከይዱ እዚ ብርሃን እዚ ከብርህ ምእንትሲ ላይክ ምግባር ሼር ምግባር ኣይትሕመቃ ኣሕዋተይ ምክንያቱ ብዙሕ ፀልማት ኣለዎ ላ ብህዝብና ክበፅሖም ምእንቲ እግዚኣብሔር ከዓ ክራኸቦም ኣምላኽ ይባርክን ሰሰናይ እዩ ስቴብለስድ ካብ ብለሽ ኦል ኣላቭ ዩ ኦል ተባረኹ